ብዙሕ ግዜ ንህይወት እነመሓድራ እዩ ዝመስለና ዋላ እኳ ንግዜናን ዕድላትናን ብዝግባእ ክንጥቀመሉ ኣብ ኣተሓሕዛና ዝምርኮስ እንተኾነ ህይወት ግን ናታ ዕጫ እውን ኣለዋ ንገለ ሃንደበት ካብ መዓሙቕ ናብ ጠርዚ ተደይቦ ንገለ ድማ ሃንደበት ካብ ጫፍ እምባ ኣንከራርያ ንታሕቲ ተውርዶ እቲ ጽቡቕ ነገራ ግን ተስፋ እንተ ዘይቈሪጽካ ካብ መዓሙቕ ናብ እምባ ክትድይብ ትፈቕደልካ ጥራይ ዘይኮነ ንኽትንሳፍፍ እውን ዕድል ትህበካ ምዃና እዩ። ከምኡ እያ ህይወት።
ቅጭነይ ቅጭነይ ውሑፃ ባሕሪ ትኹነለይ ጻውዒት ጸላም ሕብሪ ልዕሊ ዕብይ። ከምቲ ትማል ንጋሻ ውሕጅ ከይገደፈ ሓምቢሱ ዝሰግር ዝነበረ እሞ ሎሚ ሽንቲ ማዩ ክደፍእ ዘይክእል ሃብሮም ዘሎ፣ እቲ ሎሚ ብሓኻይም ከይተረፈ ኦሮማይ እተባህለ ሕሙም እውን ጽባሕ ኣብ መንሻሕታሕታሕ ክኹድድ ዕድል ኣለዎ። እዚ ግን ተስፋን ሞራልን ሒዝካ እዩ። ንወዲ ሰብ ኣብ ትሕቲ ፈጣሪ ተስፋን ሞራልን ዝህቦ ከምኡ ወዲ ሰብ እዩ ሕብረተ ሰብ ንባዕሉ መድሃኒት እዩ ሰብ ንሓደ ሕሙም ብናይ ምጽንናዕ ቃላት ጥራይ ክፍውሶ ይኽእል እዩ ሰብ ንሰብ ብናይ ገንዘብ ሓገዝ ካብ ሕማምን ሞትን ከድሕኖ ዓቢ ዕድል ኣሎ ሰብ ዘይብሉ ሰብ ግን ዋላ ከይሓመመ እውን ክመውት ይኽእል እዩ ሰብ እዩ ተስፋ፣ ሰብ እዩ መድሃኒት እሞ ንሰብና ሰብ ንኹኖ። ትማሊ ብፍሉይ ናይ ዝላን ምትዕጽጻፍ ትልሂቱን ዝልለ ዝነበረ ስነጥበበኛ ሎሚ ዓራት ሒዙ ክብሉኻ ከለዉ ኣዝዩ ኣሰንባዲ ዜና እዩ። ግን ከኣ ሰንቢድካ ጥራይ ዝሕለፍ ኣይኮነን። ወዲ ሰብ መንደራጋሕ ኣይኮነን ሓንሳብ ካብ ላዕሊ ንታሕቲ ክወርድ ከሎ ቡእ ቢሉ ኣብ ታሕቲ ይነብር ንዩ ወዲ ሰብ እንደገና ንላዕሊ ክድይብ ይኽእል እዩ እሞ ነዚ እንርእዮ ዘለና ኣርቲስት ዮናታን ዱላ ከም ቀደሙ ክዘልል ሰብ ንኹኖ ሰብ እዩ ተስፋ ዮናታን ዱላ ከም ቀደሙ ክዘለልና በዚ ተዋሂብኩም ዘሎ ቁጽርታት ሓግዝዎ ዮናታን ዱላ ከም ቀደሙ ክዘልል

ሰላም ሰላም ሰላም ተኸታተልቲ ሶል ሜድያ ኣብ መላእ ዓለም ትነብሩ ኣብ ሂወትኩም ዓወት ኣሳልጦ ምሉእ ቅሳነት ጥዕና እንዳተመነኹ ንሎሚ ብፍሉይ መደብ ከምዚ ትሪእዎ ዘለኹም ሓውና ኣርቲስት ስነጥበባዊ ብፍሉይ ምንቅስቓሳቱ ዝልለ ዮነታን ታደሰ ዱላ ብምኽንያት ሕማም ኣብ ስቃይ ስለ ዝርከብ ኩላትና ይሕዋት ኤርትራውያን ኢደይ ኢድካ ብምባል ማለት እዩ ክንሕግዞ ብምባል እየ መጽየ ዘለኹ ኣምላኽ ምሕረት የውርደልካ ዮነታን ታደሰ ሓውና ኩላትኩም ኤርትራውያን ኣብ ኤርትራ ንኣስታት ሸውዓተ ወርሒ ሕክምናዊ ክገብር ድሕሪ ምጽናሕ ካብ ዓቕሙ ንላዕሊ ወጻኢታት ኮይንዎ ናብ ደገ ንኽሕከም እቲ ሕክምናዊ ከኣ ኣብ ውሽጢ ዓዲ ክሕከም ድሕሪ ምጽናሕ እቲ ሕማም ካብ ግዜ ናብ ግዜ እንዳበኣሰ ስለ ዝኸደ ናብ ዓዲ ጥልያን መጺኡ ንኽሕከም ካብ ዓቕሙ ንላዕሊ እቲ ናይ ገንዘብ ናይ ፋይናንስ ስለ ዝኾኖ ኩላትና ኤርትራውያን እቲ ምሕረት ከምኡ ከኣ እቲ ካብ ኣምላኽ እኮ እንተኾነ ንሕና ግን እቲ ፋይናንሳዊ ነገራት ንምሽፋን ኩላትና ኢደ ኢድ ካብ ብምባል ማለት እዩ ንስነ ጥበባዊ ኣርቲስት ሓውና ዮነታን ታደሰ ዱላ ምሕረት የውርደልካ እንዳበልኩ ኩላትኩም ነዚ ቪድዮ ድሰምዕኹሞ ናብ ኩሉ ኤርትራዊ ንኽባጻሕ ኣዕ ዓቐመና ሸር ብምግባር ከምኡ ውን ኢደ ኢድካ ብሓገዛት ብምብርካት ንዮናታን ታደሰ ሓውና ሙርኩስ ክንኮኖ ንዮናታን ታደሰ ሓውና ሞራል ብዝተፋላለየ ነገራት ከነስንቆ ናይ ኩላትና ኤርትራውያን ሓላፍነት ይኸውን እንዳበልኩ ማለት እዩ ንኹላትኩም ኤርትራውያን ከምኡ ውን ይሕዋት ተኸታተልቲ ሶል ሜድያ ዝኾንኩም ኣብ ሂወትኩም ኩፉእ ኣየጋጥመኩም ኣብ ሂወትኩም ዕድመን ጥዕናን እንዳተመነኹ ንዮነታን ሓውና ከኣ ኣምላኽ ብደሙ ይሸፍኖ ኣምላኽ ምሕረት የውርደሉ እንዳበልኩ ኩላትኩም ዩቲበራት ብዝተፈላለየ መገዲ ንዚ ናተይ ዩቲብ ወሲድኩም ኣብቲ ናትኩም ንክትጽዕንዎ በዚ ኣጋጣሚ የፍቅደልኩምን ፈረቓን እንዳበልኩ ኩላትኩም ከኣ ነዚ ድሰማዕኹም ናብ ኩሉ ኤርትራዊ ንክባጻሕ ኢደይ ኢድካ ብምባል ማለት እዩ ንዮናታን ታደሰ ዱላ ሙርኩስ ንኹኖ ንዮናታን ታደሰ ሓውና ከኣ ጽላል ንኹኖ ንዮናታን ታደሰ ሓውና ከኣ ኣብዛ ፀልማት ግዜ ማለት እዩ ብርሃን ንኹኖ እንዳበልኩ ኣጆኻ ዮነታን ታደሰ ፅባሕ ሓዱሽ መዓልቲ እዩ ኣምላኽ ብደሙ ይሸፍንካ እንዳበልኩ ናብ ኩሉ ኤርትራዊ ንኽባፃሕ ሓደራኹም ሸር በልዎ የቐንየለይ።